ሰላም ክቡራት ተኸታተልቲ ቡፌሪ ንሎሚ ድማ ብዛዕባ እቲ ሃንደበት ንቡድሂዝም ዝበሃል ሃይማኖት ዝፈጠረ ቡድሃ ብኸመይ ፍልይ ዝበለ ኣገባብ እዩ ነቲ ሃይማኖት ፈጢርዎ ኣብዚ ሕጂ እዋን እቲ ሃይማኖት ኣዝዮም ሚልዮናት ተኸተልቲ ዘለዎ ሃይማኖት እዩ እቲ ድሕረ ባይትኡ ፍልይ ስለ ዝብል እቲ ንዑ ዝፈጠሮ ቡድሃ ዝተባህለ ልኡል ድማ ብኣዝዩ ዘደንቕ ኣጋጣሚታት ነዛ ሃይማኖት ክፈጥሮ ስለ ዝኸኣለ ብኸመይ እዩ ፈጢርዎ ብዝርዝር ክንርኢ ኢና ናብቲ መደብ ከብለኩም ሰናይ ምክትታል። ካብ ዕለታት ሓደ መዓልቲ ኣብቲ ኣብዚ ሕጂ እዋን ክፋል ናይ ናፓል ዘሎ ሉምቢኒ ዝተባህለ ንግስነት ነዛ ዓለም ንኹሉ ግዜ ዝቐየረ ህፃን ተወልደ። ስሙ ሲዳርታ ካታማ ይበሃል። ጸኒሑ ግን ብዓለም ቡድሃ ማለት እቲ ንቑሕ ዝብል ስም ተዋህቦ። ሰዳርታ ካብቶም መራሕቲ ቀቢላ ሻክያ ዝነበሩ ኣዲኡ ንግስቲ ማያን ኣቡኡ ንጉስ ሱዶዳናን ተወልደ። ኣብታ ዝተወልደላ ህሞት ሓደ ዘይንቡር ነገር ተፈጥረ። ኣዲኡ ንግስቲ ማያ ንዕኡ ክትወልድ እንከላ ኣብ ኣዝዩ ጽቡቕ መናፈሻ ደው ኢላ ነበረት። ነቲ ህጻን ኣብ ኢዳ ምስ ሓዘቶ እቶም ኣብ ከባቢኣ ዝነበሩ ዕንባባታት ዓምበቡን እቶም ኣግራብ እውን ንኽብሩ ሰገዱን። እቲ ኣጋጣሚ እቲ ህጻን ተራ ህጻን ከም ዘይኮነ ዘመስከረ ኣጋጣሚ ነበረ። ህጻን ሰዳርታ ኣዝዩ ጽቡቕ ከም ወርሒ ዘንጸባርቕ ገጽ ዝነበሮ ኮይኑ እዩ ተወሊዱ። ኣብታ ዝተወልደላ ግዜ ሓደ ነቢ እቲ ዝውለድ ህጻን ወይ ንጉስ ወይ ድማ ንዓለም ሰላም ዘምጻላ መንፈሳዊ መምህር ከም ዝኸውን ተነበየ። እንተኾነ እቲ ንጉስ ወዱ መንፈሳዊ መምህር ክኸውን ኣይደለዮን። ልክዕ ከምኡ ሓያል ንጉስ ክኸውን ይደልዮ ነበረ። ነዚ ንምዃን ድማ ንጉስ ሱዳዳና ንሰዳርታ ኣብቲ ቤተ መንግስቲ ዓጽዩ ብምቾት ከም ዝኽበብ ገበሮ። እቲ ዝበለጸ ትምህርቲ ብሉጽ ክዳውንትን ኩሉ ዝደልዮ ነገር ገበረሉ። እቲ ቤት ትምህርቲ ብኣዝዩ ብሉጽ ጀራዲን፣ ኣገልገልትን ኣዘናጋዕትን ዝተመልአ እዩ ነይሩ። ሰዳርታ ድማ ነዚ ኩሉ እናስተማቐረ ዓበየ። ኣቦኡ፣ ሰዳርታ ነቲ ናይ ደገ ዓለም እንተ ዘይርእይዎ፣ ነቲ ደረቕ ክውንነት ህይወት ክርድኦ ኣይክእልን እዩ ኢሉ ይሓስብ ነበረ። ነዚ እንተ ዘይፈሊጡ ድማ ንጉስ ክኸውን ክደሊ እዩ ዝብል ሓሳብ ነበሮ። ሰዳርታ እናዓበየ ምስ መጸ፣ እቲ ዝነበሮ ጽባቐን ሰሓብነትን ተፈላጢ እናኾነ መጸ። ብዙሓት ድማ ኣድነቕዎ። ኩሉ እቲ ሓደ ሰብ ዝደልዮ ነገር ኩሉ ነበሮ። ሃብቲ፣ ምቾት፣ መሓዙትን ዝፈትውዎ ስድራ ቤትን። እንተኾነ ኩሉ ግዜ ኣብ ውሽጡ ዝኾነ ዝጎደሎ ነገር ዘሎ ኮይኑ ይስምዖ ነበረ። ሓደ ዕለት ሰዳርታ ህንጥዩነት ሓደሮ። ነቡኡ ድማ ካብ መናድቕ'ቲ ቤተ መንግስቲ ወጺኡ ክዛወር ዝኽእል እንተኾይኑ ሓተቶ። ኣብ መወዳእታ ኣቡኡ እኳ እንተተዋላወለ፣ ጸኒሑ ግን ንደገ ወጺኡ ነቲ ዘሎ ዓለም ክርእዮ እንተደኣ ክኢሉ፣ ኣብቲ ቤተ መንግስቲ ይነብር ምህላዉ ክሳብ ክንደይ ዕድለኛ ከም ዝኾነ ክርድኦ እዩ ብምባል ሓሰበ። በዚ ድማ ሰዳርታ ጉዕዝኡ ብምጅማር ድሕሪ እቲ መናድቕ ናይቲ ቤተ መንግስቲ እንታይ ኮን ይህሉ ዝብል ክቱር ህንጥዩነት ሒዙ ተበገሰ። እንተኾነ እቲ ብቲ ዓለት ዝረኣዮ ነገር ንህይወቱ ምሉእ ብምሉእ ዝቐየረ ነገር እዩ ነይሩ። ኣብ ጎደናታት እታ ኸተማ ዘወር ክብል ድሕሪ ምጅማሩ ቅድሚ ሕጂ ርእይዎም ዘይፈልጥ ነገራት ክርኢ ጀመረ። እታ መጀመርያ ዝረኣያ ነገር ሽማግለ ሰብኣይ ቀስ ኢሉ ምስ ዝደኸመ ገጹን ዝተጨማደደ ቆርበቱን ክጓዓዝ ነበረት። ሰዳርታ ኣዝዩ ሰንበደ። ቅድሚኡ ከምዚ ዓይነት ኣረጊት ሰብ ርእዩ ይፈልጥን ነይሩ። ነቲ ምስኡ ዝኸደ ኣገልጋሊ እዚ እንታይ እዩ? ክብል ሓተቶ። እቲ ኣገልጋሊ እዚ ኩልና ምስ ኣረግና ንኾነ ነገር እዩ። ዕድመ እናወሰኽና ምስ ከድና ንኣርግን ንደክምን በሎ። ሰዳርታ ድንግርግር በሎ። ብዛዕባ ምእራግ ሓሲቡ ይፈልጥኒ ነይሩ። ንሱ ኩሉ ግዜ ህይወት ፍጽምቲ ትመስሎ ነበረት። ኩሉ ሰብ ድማ ንዘለኣለም ሕጉስ ኮይኑ ዝነብር ይመስሎ። ጉዕዞኦም ምስ ቀጸሉ ካልእ ንሰዳርታ ዝርብሽ ነገር ረኣዩ። ኣብ ጎደና ዝደቀሰ ዝሓመመ ሰብኣይ ረኸቡ። ሰዳርታ እንታይ ኮይኑ ኢሉ ሓተተ። እቲ ኣገልጋሊ እዚ ሕማም እዩ፣ ክሳብ ክንደይ ሃብታም ወይ ወዲ ድኻ ኹን ድማ ንዝኾነ ከጥቅዕ ይኽእል በሎ። ልቢ ሰዳርታ ሓዘነት። ዓለም ከምቲ ንሱ ዝሓስባ ፍጽምቲ ከም ዘይኮነት ድማ ከስተውዕል ጀመረ። ሰባት ይኣርጉ፣ ይሓሙ፣ ይሞቱ። እቲ ንሱ ኣብቲ ቤተ መንግስቲ ዝነብሮ ናብራ ምስቲ ብደገ ዝረኣዮ ናብራ ኣወዳዲርካ ሕልሚ ኮይኑ ተሰምዖ። ጉዕዞኦም ምስ ቀጸሉ ሰዳርታ ዝሞተ ሰብ ኣብ ጎደና ወዲቑ ረኣየ። ሰባት ኣብ ዙርያኡ ዀይኖም ይበኽዩን ይቝዝሙን። ሰዳቕታ፣ እዚኸ እንታይ እዩ? ኢሉ ሓተተ። ኣገልጋሊኡ፣ እዚ ሞት እዩ፣ ዅሉ ፍጡር ድማ ናይ ግድን እዩ ዚመውት፣ በሎ። ሰዳቕታ ኣብ ልቡ ኸቢድ ቃንዛ ተሰምዖ። ኣብቲ እዋን ድማ ዅሉ ሰብ ይኣርግ፣ ይሓምምን ይመውትን ከም ዝዀነ ተረድአ። ክሳብ ዝሃብተምካ ሃብትም ድማ ነዚ ሓቂ እዚ ኽትሰግሮ ኣይትኽእልን ኢኻ። ኣብ መወዳእታ ኣብ ትሕቲ ገረብ ብሰላም ኮፍ ኢሉ ናብ ዝነበረ መነኮስ በጽሑ። እቲ መነኮስ ገንዘብ ስድራቤት ኮነ መንግስቲ ኣይነበሮን። ቅልል ዝበለ ጀለብያ ተኸዲኑ ምሉእ ሰላም ዓሲልዎ ነበረ። ሰዳርታ እዚ ሰብኣይ መን እዩ? ስለምንታይ እዩ ከ ክሳብ ክንድዚ ሰላም ዓሲልዎ? ኢሉ ሓተተ። እዚ ቅዱስ ሰብኣይ እዩ፣ ደላዪ ሓቂ ድማ እዩ። ከምዚ ዓይነት ሰላም ዓሲልዎ ዘሎ ንኹሉ ድሌታቱ ገዲፉ ንክውንነት ህይወት ስለ ዝተቐበለ እዩ በሉ እቲ ኣገልጋሊ። እዛ ህሞት ንህይወት ሰዳርታ ንዘለኣለም ቀየረቶ። ኣብዚ ድማ እዩ ሰዳርታ ንህይወቱ ምሉእ ዝቐየረ ውሳነ ዝወሰነ። ነቲ ቤተ መንግስትን ስድራ ቤቱን ገዲፉ ናብ ናይ ጋህዲ ዓለም ዝወስዶ ጉዕዞኡ ሓደ ኢሉ ክጅምር ወሰነ። ስለምንታይ ሰባት ይሳቐዩን ከመይ ገይሮም ሰላም ይረኽቡን ድማ ክፈልጥ ወሰነ። ሰዳርታ ኣብታ ከተማ ኣዒንቱ ምስ ከፈተ ናብቲ ዝዓበየሉ ቤተ መንግስቲ ክምለስ ኣይደለየን። ኣቡኡ፣ ንግስነቱ፣ ስድራ ቤቱ፣ ምቹእ ናብርኡ ኩሉ ትርጉም ኣልቦ ኮይኑ ተሰምዖ። ህይወት ካብ ተድላ ዝሓለፈት ምዃና ተረድኦ። እቲ ዝረኣዮ ናይ ቃንዛ፣ እርጋንን ሕማማትን ስቅያት ኣብ ውሽጡ ዝኾነ ነገር ኣተንስኣሉ። ሰዳርታ ነቶም ናይ ህይወት ሕቶታት መልሲ ክረኽበሎም ዘለዎ ኮይኑ ተሰምዖ። ኩሉ ነገር ኣለዎ፣ ሃብቲ፣ ስድራ ቤት፣ ፍቕሪ። እንተኾነ እዚ እኹል ኣይነበረን። ናይ ብሓቂ ሓጎስ ካብ መናድቕ'ቲ ቤተ መንግስቲ ወጻኢ ኣብ ካልእ ቦታ ዘሎ'ዩ ኢሉ ሓሰበ። እንተኾነ ንልቡ ዝኸበዳ ካልእ ነገር'ውን ነይሩ'ዩ። ሰዳርታ ንሓንቲ ኣዝያ ምልክዕቲ ሳዮድሃራ ዝተባህለት መንእሰይ ተመርዕዩ ሩሃላ ዝተባህለ ቆልዓ ወሊዶም ነበሩ። ሰዳርታ ንስድራ ቤቱ ኣዝዩ የፍቅሮም ነበረ። ያሶድሃ ሰበይቱ ጥራይ ዘይኮነትስ ናይ ቀረባ መሓዝኡን መማኽርቱን'ውን'ያ ነይራ። እንተኾነ ሰዳርታ ክሳብ ዘፍቀረ የፍቅሮ ነቲ ብደገ ዝረኣዮ ሓቂ ሸለል ኢሉ ክሓልፎ ኣይከኣለን። ሰላም ክረክብ ግድነት ከም ዝኾነ ተረድኦ። ነዚ ክገብር እንተደኣ ኮይኑ ድማ ኹሉ ነገር ንድሕሪት ገዲፉ ክኸይድ ነበሮ። ሓደ ምሸት ሰበይቱን ወዱን ብሰላም ደቂሶም እንከለዉ ሰዳርታ እቲ ዝኸበደ ውሳነ ወሰነ። ውሳኔ ወሲኑ እኳ እንተነበረ ግን ዓቐብ ኮኖ። ስድራ ቤቱ ክገድፍ እቲ ዝዓበየ ክገብሮ ዝኽእል መስዋእቲ እዩ ነይሩ። እንተኾነ ነቲ ዝደልዮ ዝነበረ መልሲ ኣብ ምንዳይ ክሕግዞ ዝኽእል እንኮ መንገዲ ንሱ ጥራይ እዩ ነይሩ። ሰዳርታ ንሰበይቱን ወዱን ከየተሰኣ ብሰላሕታ ካብቲ ቤተ መንግስቲ ወጸ። ከታርፎ ኣይደለየን። ኣዝዮም ከም ዘፍቅርዎ ይፈልጥ እዩ። እንተኾነ ናቱ መንገዲ ተኸቲሉ ነታ ሓቂ ክረኽባ ነበሮ። ካብ መዓጹቲ ቤተ መንግስቲ ክወጽእ እንከሎ ልቡ ዓሚቕ ሓዘን ተሰምዖ። ነቲ ዝገድፎ ዝነበረ ህይወት ሓንሳብ ግልጽ ኢሉ ጠመቶ። እንተኾነ ሕጂ ንድሕሪት ምምላስ የለን። ኣብታ ካብቲ ኣፍደገ ዝወጸላ ህሞት ዳግማይ ተሓደሰ። ቡድሃ ወዲ ዕስራን ትሽዓተን ዓመት እንከሎ እዩ ካብ ቤተ መንግስቲ ወጺኡ። ንብዙሕ መዓልታትን ለይትን ንነዊሕ ተጓዕዘ። ንነፍሱ ድማ ኣብ ጫካ ኣብ መንጎ ብዙሓት ኤሰቲክስ ዝተባህሉ ቅዱሳት ሰባት ረኸባ። እዞም ሰባት ነዚ ነገራዊ ዓለም ገዲፎም ንቕሓት ክደልዩ ዝተበገሱ እዮም። እዞም ኤሰቲክስ ዝተባህሉ ሰባት እታ እንኮ ነታ ሓቂ ክትረኽበላ እትኽእል መንገዲ ብመቕጻዕቲ ነብስን ስቓይን ከም ዝኾነት እዮም ዝኣምኑ። ንኣዝዩ ብዙሕ መዓልታት ይጾሙ፣ ኣብ ዘይምቹእ ቦታ ይነብሩ፣ ንሰዓታት ድማ ሜዲተይት ይገብሩ። ከምዚ ገይሮም ነፍሶም ብምቕጻዕ ከም ዝነጽሁን ናብ መንፈሳዊ ዓለም ክጽግዑ ከም ዝኽእሉን ይኣምኑ። ሰዳርታ ንመንገዶም ተጸንቢሩ ነቲ ንሶም ዝገብርዎ ክስዕብ ጀመረ። ንዓመታት ኣዝዩ ጽንኩር ነገራት ተጻዊሩ፣ ንሰዓታት ሜዲተይት እናገበረ፣ እኹል መግቢ ከይበልዐ፣ ኣካላቱ ክሳብቲ ናይ መወዳእታ ደፍኦ። ነቲ ነፍሱ ትደልዮ ነገራት ብምኽላእ ነቲ ዘይብጻሕ ሓቂ ክበጽሖ ከም ዝኽእል ይኣምን ነበረ። እንተኾነ ድሕሪ ብዙሕ ቃልሲ ሓደ ኣገዳሲ ነገር ከስተውዕል ጀመረ። ነብስኻ ምቕጻዕ እቲ ቅኑዕ መንገዲ ነበረ። እኳ ደኣ መመሊሱ እናተዳኸመ ክመጽእ ጀሚሩ ነበረ። ኣካላቱ ኣዝዩ ካብ ምድካሙ ዝተላዕለ ክትስእ እውን ዓቕሚ ክስእን ጀሚሩ ነበረ። እዚ እናኾነ ግን ኣእምሮኡ ገና ሰላም ኣይረኸበን። ብዙሕ ወጽዓ ናብ ንቕሓት ከም ዘየብጽሕ ድማ ተማህረ። ሓደ መዓልቲ ሰዳርታ ብሰንኪ ጥሜትን ድኻምን ሃለዋቱ ኣጥፊኡ ወደቐ። ሱዳጋ ዝተባህለት ሰበይቲ ድማ ኣብ ጥቓ ሩባ ወዲቑ ረኸበቶ። ቁሩብ ጸባን ሩዝን ምስ ሃበቶ፣ ሰዳርታ ኣመስጊኑ በልዐ። ብድሕርዚ ኣካላቱ ሓይሊ ረኸበ። ኣብዚ እዋን ድማ ምዕሩይነት ሰላም ከምጽእ ከም ዝኽእል ኣስተውዓለ። ብርቱዕ ጾምን ነብሰ ምቕጻዕን መልሲ ናይ ሕቶኡ ነበረ። ኣብ ክንድኡ ንኣካላቱን ኣእምሮኡን ብማዕርነት ክመርሖም ከም ዘለዎ ተረድኣ። ሰላም ነብስኻ ብምሕሳም ወይ ድማ ኣብ ምቾት ብምንባር ዘይኮነ፣ ንኽልቲኡ ብምዕሩይ መንገዲ ምስ ተካውኖ ከም ዝመጽእ ተረድኣ። ብኸምዚ ንህይወት ምስ ምቾት ኣዚኻ ከይተጣበቕካ፣ ምስ ቃንዛ ውን ከይነበርካ ብማእከላይ መንገዲ ከተስተማቕራ ትኽእል ኢኻ። ሕጂ ሰዳርታ ቦዝጋያ ዝብል ሜላ ኣተኣታተወ። በዚ ሜላ ኣብ ትሕቲ ህብብቲ ገረብ ቦድሂ ኮፍ ኢሉ፣ ሜዲተይት፣ ብምግባር ክሳብ'ቲ ዝደልዮ ዘሎ መልሲ ዝረክብ ኣብኡ ክጸንሕ ጀመረ። እዚኣ እታ ኣዝያ ኣገዳሲት ህሞት ናይ ህይወቱ እያ። ኣብ ትሕቲ እዛ ቦድሂ ዝተባህለት ገረብ ብምኻድ ኮፍ በለ'ሞ ምስ ነብሱ ቃል ኣተወ። ክሳብ ነቲ ሓቂ ዝረኽቦ ካብ ትሕቲ'ዛ ገረብ ከም ዘይትስእ ድማ ምስ ነብሱ ቃል ኣተወ። ንሸውዓተ መዓልታት ኣብ ትሕቲ'ዛ ገረብ ኮፍ ኢሉ ናብ ኣእምሮኡ ብምትኳር ነቲ ዝደልዮ ዝነበረ መልሲ ኣዕሚቑ ክደልዮ ጀመረ። እንተኾነ እቲ ጉዕዞ ቀሊል ጉዕዞ ኣይነበረን። ኣብ'ዛ ኣብ ትሕቲ'ዛ ገረብ ኣብ ዝጸንሐሉ እዋን በቲ ናይ ምንዝርና ጋኔን ዝኾነ ማራ ዝተባህለ ጋኔን ተጠቕዐ። ካብቲ ዓሊሙ ሒዝዎ ዝተበገሰ ነገር ድማ ከሰናኽሎ ደለየ። ማራ ብርቱዕ ንፋስ፣ ዝናብ፣ ጽቡቓት ኣዋልድ ከይተረፈ እውን ሰደደሉ። እንተኾነ ሰዳርታ ብህድኣት ከይተረበሸ ቀጸለ። ሜዲተይት ምግባር ቀጺሉ ቀስ ብቐስ ድማ ህላወ ናይ ሓደ ዓቢ ኣካል ክስምዖ ጀመረ። ኣብ መበል ሓምሻይ መዓልቲ ናይ ሜዲቴሽኑ ሰዳርታ ናይ ምብርባር መንፈስ ዓሰሎ ንሓቂ ናይ ህይወት ድማ ክርዳእ ካለ ኣብ ትሕቲ እታ ገረብ ንሸውዓተ መዓልታት ድሕሪ ምጽንሑ ኣእምርኡ ነጻ ኾነ ናይ ፍጹም ንቕሓተ ኹነትን ውሽጣዊ ሰላም ናይ ብሓቂ ትርጉም ህይወትን ስቓይን ተረደ ቡድሃ ማለት እቲ ንቑሕ ክኸውን ድማ በቕዐ እቲ ክደልዮ ዝጸንሐ መንገዲ ድማ ሕጂ ንጹር ኮነሉ። ንነዊሕ እዋን ንሓቂ ክደሊ እኳ እንተ ጸንሐ፣ እቲ ሓቂ ግን ኣብ ውሽጡ እዩ ነይሩ። ብመንገዲ ሜዲቴሽኑን ዓሚቕ ምስትንታኑን ነተን ኣርባዕተ ቀንዲ ሓቅታትን ሸሞንተ መንገድታትን ክርዳእ ከኣለ። እዘን መንገድታት ቀንዲ መሰረት ዕላማ ህይወቱ ኮና። ናይ መጀመርያ ናይ ቡድሃ ትምህርቲ ነተን ኣርባዕተ ሓቅታት ምስ ካልኦት ምክፋል እዩ። ንኹሉ ፍጡር ምኽንያት ስቓይን ከመይ ጌርካ ከም ትፈትሖን ክምህሮን ከረድኦን ደለየ። እዘን ኣርባዕተ ሓቅታት ቀጺልና ክንርደን ኢና። ቀዳመይቲ ሓቂ ሓቅነት ስቓይ እያ። ህይወት ብስቓይ ዝተመልአት እያ። ኣካላዊ ስቓይ ወይ እውን ስምዒታዊ ስቓይ ክኸውን ይኽእል እዩ። ወይ እውን እቲ ዘይተርፍ እርጋንን ሞትን ዝኾነ ሰብ ክሃድመሉ ኣይክእልን እዩ። ክንዲ ዝሃብተምካ ሃብትም፣ ክንዲ ዝደኸኻ ድኸ። ነዚ ነገር እዚ ክትሰብሮ ኣይትኽእልን ኢኻ። ካልኣይ ስቓይ ጠንቂ ኣለዎ ዝብል እዩ። ጠንቂ ስቓይ ባህግን ጥቡቕ ቅርበትን እዩ። ምስ ሓሳባት፣ ዝምድናታትን ውጽኢታትን ጥቡቕ ዝምድና እዩ ዘለና። እዞም ነገራት ምስ ዝቕየሩ ወይ ድማ ምስ ዝጠፍኡ ድማ ንሳቐ። ሳልሳይ ስቓይ ክውዳእ ይኽእል እዩ ዝብል እዩ። እቲ ጽቡቕ ነገር ስቓይ ክዛዘም ይኽእል እዩ። ካብ ድሌታትናን ጥቡቕነትናን ምስ እንላቐቕ ውሽጣዊ ሰላም ክንረክብ ንኽእል ኢና። እዚ ብዛዕባ ንዓለም ምግዳፍ ዘይኮነ ከመይ ጌርና ንዓለም ዘለና ኣጠማምታ ንቕይር እዩ። ራብዓይ ናብ ምዝዛም ስቓይ ዝመርሓና መንገዲ። ናብ ምዝዛም ስቓይ ዝመርሓና መንገዲ ነቲ ኤይትሮፎልድ ፓስ ዝተባህለ ኣካይዳ ምስ እንኽተል እዩ። እዚ ምዕሩይነት፣ ልቦናን ለውሃትን ዝህበና መምርሒ እዩ። እዚ ኤይትፎልድ ፓስ ዝተባህለ ኣካይዳ፣ ቅኑዕ ኣጠማምታ ንተፈጥሮ ህይወት ምርዳእ፣ ስቓይ፣ ሓቂ፣ ቅኑዕ ኣተሓሳስባ፣ ኣብ ለውሃት ዝተወሰነ ውሳነ ምውሳድን ልቦናን የጠቓልል። ንሱ ድማ ቅኑዕ ኣዘራርባ፣ ብሓቅነትን ለውሃትን ምዝራብ፣ ሓሶት ወይ ጎዳእቲ ቃላት ምውጋድ፣ ካልኣይ ቅኑዕ ተግባር፣ ብተኣማንነትን ስነስርዓትን ነገራትካ ምግባር፣ ጎዳእቲ ባህርያት ምውጋድ፣ ሳልሳይ ቅኑዕ ናብራ፣ ማለት ንኻልኦት ዘይጎድእ ቅኑዕ ናይ ስራሕ ወይ ህይወት መንገዲ ብምኽታል፣ ራብዓይ ድማ ቁኑዕ ጻዕሪ ነቲ ጽቡቅ ኳሊቲ ብምምእራር ነቲ ሕሕማቁ ምግዳፍ። ቁኑዕ ኩነተ ኣእምሮ ብዛዕባ እታ ዘላ ህሞት ሙሉእ ብሙሉእ ንቁሕ ብምዃን ንሓሳባትካ ስሚዒታትካን ተግባራትካን ድማ ምስትውዓል እዩ። ቁኑዕ ኣተኩሮ ማለት ዓሚቅ ሜዲቴሽን ምምዕባለን ኣብ ኣእምሮኻ ምድሃብን። እዘን ትምህርትታት መሰረት ትምህርቲ ቡድሂዝም ክኾና ከኣላ። ቡድሃ ዝኾነ ሰብ ካብ ዝመጸ ይምጻእ ዝኾነ ዓይነት ድሕረ ባይታ ይሃልዎ ነዘን ሸሞንተ መንገድታት ምስ ዝኽተል ውሽጣዊ ሰላም ክረክብ ከም ዝኽእል እዮም ዝኣምኑ። እዚ ትምህርቲ ብዛዕባ ውልቃዊ ምቕያር እዩ፣ ንኹሉ ሰብ ድማ ክፉት እዩ። ድሕርቲ ዝረኸቦ ንቕሓት፣ ቡድሃ ነቲ ዝረኸቦ ሓድሽ ልቦና ንበይኑ ክሕዞ ከም ዘይክእል ተገንዘበ። ዓለም ብዛዕባ እዚ ክትሰምዕ የድልያ ነበረ። ናብ ከተማ ቫራናሲ ብምኻድ ምስቶም ቀዳሞት ሓሙሽተ ደቀ መዛሙርቱ ተላለየ። እቶም ሰባት ኣብ ሓደ እዋን ምስኡ ሓቢሮም ነቲ ከቢድ ሓቂ ናይ ምድላይ ልምምድ ዝተሳተፉ ቅዱሳን ኤሰቲክ ነበሩ። ነቲ ዘሕለፎ ከቢድ ስቓይ ርእዮም ብምንባሮም ነቲ ሓቂ ናይ ምድላይ መንገዱ ተስፋ ቈሪጹ ደው ዘበሎ መሲልዎም ነበረ። እንተዀነ ሕጂ ቡድሃ ብነጸብራቕ'ቲ ዝረኸቦ ልቦና የብለጭልጭ ኣሎ። ኣብ መጀመርያ ተጠራጠሩ። ከመይ ኢሉ እዩ ሓደ ነቲ ከቢድ ሓቂ ናይ ምስራሕ ልምምድ ዘካይድ ዝነበረ ሰብ ሕጂ ሓድሽ ትምህርቲ ክምህር ዝኽእል? እንተዀነ ቡድሃ ክዛረቦም ምስ ጀመረ ክሰምዕዎ ጀመሩ። ቃላቱ ሓያላት፣ ዘህድኡን ዓሞቕቲ ትዕዝብቲ ዝተመልኡን ነበሩ። ቡድሃ ነተን ኣርባዕተ ሓቅታትን ኤይትፎልድ ፓዝን ኣካፈሎም። ሰላም ንኽረኽቡ ነብሶም ክቐጽዑ ከም ዘየድልዮም ኣረድኦም። ምዕሩይነት መፍትሕ ናይ ኵሉ ነገር ከም ዝዀነ ሓበሮም። እቶም ደቀ መዛሙርቱ ቀስ ብቐስ ክርድእዎ ጀመሩ። ቡድሃ ንስቓይ ክዛዝመሉ ዝኽእል መንገዲ ኸም ዝረኸበ ተረድኡ እሞ ክስዕብዎ ደለዩ። እቶም ናይ መጀመርያ ሓሙሽተ ደቀ መዛሙርቱ ነቶም ናይ መጀመርያ ሓሙሽተ ኣባላት እታ ዘ ሳንጋ ተባሂላ እትጽዋዕ መንፈሳዊት ጕጅለ ዀኑ። ሓቢሮም ንትምህርትታቱ ንዓለም ከስፋሕፍሕዎ ኢዮም። እቲ ቐንዲ ንትምህርትታት ቡድሃ ጸላዊ ኸም ዝኸውን ዝገበሮ ነገር፣ ቡድሃ ኽምህር እንከሎ ኻብ ጽሑፋት ብምንባብ ወይ ተማሂርዎ ብምምጻእ ኣይኰነን። ነቲ ናይ ህይወት ሓቂ ኢሉ ዝኣምነሉ ነገራት ባዕሉ ነቢሩ ፈቲንዎ ብምምጻእ ክዛረብ እንከሎ ኣእማንን ጸላውን ከም ዝኸውን ገበሮ። በዚ ድማ ካብ ዓበይቲ ነገስታትን ሃብታማትን ክሳብ ድኻታትን ለመንትን፣ ካብ ህጻውንቲ ክሳብ ዓበይቲ ሽማግለታት ብምሕጋዝ ናብ ናይ ብሓቂ ሓጎስን ውሽጣዊ ሰላምን ዝመርሕ መንገዲ ንኽርድኡ ሓገዞም። ሓደ ካብቶም ኣዝዮም ሰሓብቲ ትምህርትታት ቡድሃ እቲ ዘይፈርድ ባህርያት ዝነበሮ ትምህርትታቱ እዩ። ናብቲ ናቱ ሕብረተሰብ ንኹሉ ሰብ ዝመጸሉ ድሕረ ባይታ፣ ሃብቱ ወይ እምነቱ ብዘየገድስ ብማዕረ ሓንጎፋይ ኢሉ ይቕበል። ብናቱ ዓይኒ ኩሉ ሰብ ንቕሓት ንኽረክብ ዓቕሚ ኣለዎ። ኩሉ ሰብ ድማ ብማዕረ ፍቕርን ክብረትን ይሕዞ። ኣንጻርቲ ዝኸዶ ዝነበረ ጉዕዞ ንንቕሓት፣ ቡድሃ ብዛዕባ ስድራ ቤቱ ፈጺሙ ኣይረስዐን። ሰበይቱ ያሶዳራን ወዱ ራሁላን ኣብቲ ቤተ መንግስቲ ይነብሩ ነበሩ። ሰዳርታ እቲ ቡድሃ ከም ዝኾነ ምስ ፈለጡ፣ ልቦም ተተንከፉ። ያሶ ዳራ እቲ ብሓደ እዋን ምስኣ ሕልምታቱን ድሌታቱን ዝካፈል ዝነበረ ሰብ ሕጂ ንዓለም ሰላምን ንቕሓትን ዘምጽእ ምዃኑ ኣዝዩ ሓጎሳ። ክሳብ ክንደይ ዓሚቝ ልቦና ከም ዘለዎ እውን ክትርዳእ ከኣለት። በዚ ድማ ያሳዶራ ንባዕላ ኣብ ምስራት ናይ መጀመርያ ማሕበረሰብ ቡድሂዝም ዓቢ እጃም ኣበርከተት። ናይ ብሓቂ ሓጎስ ካብ ሃብቲ ወይ ድማ ምስ ነገራት ብዘለካ ጥቡቕ ዝምድና ከም ዘይመጽእ ተረድእት። ራሆል ኣወዲ እውን እንተኾነ ጸኒሑ ኣሰር ኣቦኡ ብምስዓብ መነኮስ ክኸውን ከኣለ። ዓመታት እናሓለፈ ብዝኸደሉ፣ ቡድሃ እውን ጉዕዞኡ ምስ ቀጸለ፣ ትምህርትታቱ ናብ መላእ ዓለም ብሰፊሑ ክዝርግሑን ኣርሒቖም ክኸዱን ጀመሩ። ጽልውኡ ኣብታ ዝተወልደላ ሃገር ጥራይ ዘይኮነስ ኣብ ዝተፈላለያ ንግስነታትን ሃይማኖታትን ኣስፋሕፍሐ። ሰዓብቱ ዝተፈላለዩ እዮም፣ ሃብታማትን ድኻታትን፣ ነገስታትን ለመንትን ሰብኡትን ኣንስትን። ቡድሃ ንኹሉ ቡድሃ ንኹሎም ሓቖፎም፣ መልእኽቱ ዓለም ለኻዊ እዩ ነይሩ። ብዙሕ ግዜ ንደቀ መዛሙርቱ ሜዲቴሽን ኣብ ጽምዋ ቦታ ስቕ ኢልካ ምቕማጥ ማለት ጥራይ ዘይኮነ ከመይ ጌርካ ምሉእ ብምሉእ ህሉው ብምዃን ምሉእ ኩነተ ኣእምሮ ሒዝካ ንናይ ኣእምሮኻ ኣሰራርሓ ብምርዳእን ንዘይነባራውነት ህይወት ምስትንታን ከም ዝኾነ ከረድኦም ይፍትን ነበረ። ምሉእ ኩነት ኣእምሮ ሓደ ካብቲ ኣገደስቲ ክፋል ትምህርትታት ኾነ። ቡድሃ ኩሉ ብህይወት ዘሎ ነገራት ግዝያዊ ከም ዝኾነ የረድእ። ስምዒታትና፣ ዝምድናታትናን ኣካላትና ከይተረፈ ግዝያዊ እዩ ይብል። እዚ መረዳእታ ንሰባት ካብ ዘየድሊ ስቓይ ንኽድሕኑ ይሕግዞም ነበረ፣ ምኽንያቱ ነቲ ጠሚሩ ዝሕዞም ነገራት ከመይ ገይሮም ከም ዝፍንውዎ ስለ ዝርድኡ። ትምህርትታት ቡድሃ ንዝኾነ ሰላም፣ ፍቕርን ልቦናን ዝመልኦ ህይወት ክመርሕ ዝደሊ ሰብ መምርሒ ካርታ እዮም። እቲ ዝጥቀመሉ መንገዲ ኩውንን ፕራክቲካልን እዩ። ንሰባት ህይወት ቀላል ከም ትኸውን ቃል ኣይኣትወሎምን እዩ። እንታይ ደኣ ኸባድ ከም ዝዀነት፣ ግን ድማ ነቲ ዘሎ ኽብደታ ኸመይ ጌርካ ኽትሕዞ ኸም እትኽእልን ነቲ ዘሎ ስቓይ ድማ ብኸመይ ትዛዝሞን የስተምህሮም። ኣብዚ ሕጂ እዋን ትምህርትታት ቡድሃ ኣዝዮም ሃቢቦም ካብ ዶባት ሂንድ ተሳጊሮም ክወጹ ጀሚሮም ኣለዉ። ኣብ ኩሉ ዝኸዶ ቦታ ሰባት ክሰምዕዎ ኢሎም ይእከቡ። ዘለዎ ልቦና ብቕልጡፍ ተዘርግሐ። ሰዓብቱ እውን ኮሚኒቲ ብምቛም ንትምህርትታቱ ክስዕቡ ጀመሩ። ቡድሃ ትምህርትታቱ እናቐጸለ ምስ ከደ፣ ዝተፈላለዩ ብድሆታትን ክትዓትን ክገጥሙዎ ጀመሩ። ገለ ሰባት ንሓሳባቱ ክማጐቱ እንከለዉ፣ ገለ ድማ ንልቦንኡ ክፍትኑ ይደልዩ። ቡድሃ ግን ህዱእ ብምዃን ኩሉ ግዜ ብንጹርነትን ህዱእ መንፈስን ይምልሰሎም ነበረ። ፈጺሙ ድምጹ ዓው ኣየብልን'ዩ፣ ሕርቃን'ውን ነቲ ዘለዎ ኩነት ክሽፍኖ ኣየፍቅድን ነበረ። ነቶም ናይ መወዳእታ ቅድሚ ምሟቱ ዚምህሮም ዝነበረ ትምህርትታት፣ ገለ ኻብቶም ኣብ ናይ ቡድሂዝም ትምህርትታት እቶም ዝሓየሉ እዮም። ቡድሃ ኣብዛ ዓለም ዋላ ሓንቲ ነባሪ ነገር ከም ዘየለ ይምህር። ንሰዓብቱ ብንቕሓት ኪነብሩን ነቲ ብልቦም ዘሎ ሓቂ ኺነብርዎን ይምህሮም። መልእኽቲ ቡድሃ ንጽርቲ እያ ነይራ፣ ኻብ ነፍስኻ ወጻኢ ኣብ ዝዀነ ሰብ ኣይትመርኰስ። ንሓቂ ኣብ ውሽጥኻ ድለያ። ግዜ እናሓለፈ ከይዱ ህይወት ቡድሃ ናብቲ ናይ መወዳእታ ባህርያዊ መደምደምታ እናተጸግዐት ምስ መጸት፣ ግዜኡ እናተቓረበ ከም ዝመጸ ተረድኦ። ኣካላቱ ኣሪጉ፣ እቲ ምስ እርጋን ዝመጽእ ኣካላዊ ቓንዛታት ድማ ጀማመሮ። እዚ እናኾነ ክንሱ ግን ሕጂውን ህድእ ኢሉ ከም ቀደሙ ቀጸለ። ናብቲ ናይ መወዳእታ ጥርዚ ንቕሓትን ልቦናን ወዲ ሰብ በጺሑ'ዩ። ሞቱ ድማ ንሰዓብቱ ብሰፍ ዘይብል ትምህርትታት ዝተዓጀበ'ዩ ነይሩ። ኣብታ ናይ መወዳእታ ዓመት ዕድሚኡ ቡድሃ ናብ ኩሽናጋር ዝተባህለ ቦታ ጉዕዞ ኣካየደ። ቡሽናጋር ኣብዛ ናይ ሕጂ ህንዲ እትርከብ ኣዝያ ህድእትን ሰለማዊትን ከተማ ነበረት። ኣብዛ ኣዝያ ደስ ተብል ውቅብቲ ካብ ከተማ ውጽእ ዝበለት ቦታ ድማ'ዩ እተን ናይ መወዳእታ እስትንፋሱ ዝሰሓበ። ንኣዝዩ ነዊሕ እዋናት ክጓዓዝ፣ ዝተፈላለየ ቦታታት ክበጽሕን ትምህርትታቱ ከመሓላልፍን ጸኒሑ እዩ። ኣብ ዝኸዶ ኹሉ፣ ሰባት ከቢቦም ንቓላት ናይቲ ንሚልዮናት ሰባት ዘተባብዕ ቃላት ዝፍንው ሰብ ክሰምዑ ይጽበዩ። ቡድሃ ኣብ ጕዕዞኡ ሞቱ ኸም ዘይተርፍ ይፈልጥ ነይሩ እዩ፣ ግን ፈጺሙ ፍርሒ ኣይነበሮን። ድሮ ነቲ ኻብ ኵሉ ዝዓበየ ፍርሒ በጺሕዎ ነይሩ እዩ። ንቡድሃ ሞት ሓደ ክፍራሕ ወይ ክሕዘነሉ ዘለዎ ነገር ኣይኰነን። ልክዕ ከም ምውላድን ምዕባይን ተራ ባህርያዊ መስርሕ ህይወት ከም ዝኾነ እዩ ዝኣምነሉ። ናብ ኩሺና ጋር ቅድሚ ምብጽሑ ቡድሃ ብሓደ ከንዳ ዝተባህለ ሓጓዳይ መግቢ ተዋህቦ። እቲ ዝተዋህቦ መግቢ ኣብ ገለ ጽሑፋት ወይ ዝተሰመመ ወይ ድማ ዝተበላሸወ ከም ዝነበረ ይግለጽ። እቲ ኣዝዩ ህዱእ ዝኾነ ቡድሃ ግን ብዘይ ዝኾነ ምምራር እዩ በሊዕዎ። እዛ መግቢ ንቡድሃ ከቢድ ቅርጸት ኣስዓበትሉ። እንተኾነ ኣብ ክንዲ ዓቕሉ ዘጽብብ ወይ ዝጨናነቕ ንደቂ መዛሙርቱ ሓንቲ ናይ መወዳእታ ትምህርቲ መሃሮ። ቃንዛ ይኹን ሕማም ኣብ ህይወት ነባሪ ዝበሃል ነገር የለን። ኣካላዊ ቃንዛ ክፋል ናይ ህይወት ምዃኑ ነገሮ። እቲ ብቲ መግቢ ዝነበረ ስሚ ስርሑ ክሰርሕ ብምጅማሩ ኣካላት ቡድሃ ቀስ ብቐስ ተዳኸመ። ደጋዊ ኩነታት እንታይ ኣሎ ብዘይገድስ፣ ውሽጥና ሰላሙ ሓልዩ ክጸንሕ ይኽእል እዩ። ናይ መወዳእታ ቃላት ቡድሃ ነበራ። ቡድሃ ኣብ መወዳእታ ብሰላም ዓረፈ። እቶም ብሞቱ ኣዝዮም ዝተተንከፉ ሰዓብቱ ቀጺሎም እንታይ ክገብሩ ከም ዘለዎም ርግጸኛታት ክኾኑ ኣይከኣሉን። ቡድሃ መንገዲ ከርእዮም ጸኒሑ እዩ። ሕጂ ግን ብኣካል ምስኦም የለን። ቡድሃ እዚ ኹሉ ግዜ ክምህሮም እንከሎ ብቓላት ጥራይ ዘይኮነ በቲ ዝነበሮ ኣነባብራ እውን ይምህሮም ከም ዝነበረ ተረድኡ። ቡድሃ ህይወቱ ከም መምህር ኮይኑ እዩ ኣሕሊፍዎ። ካብ ኩሉ ግዜ ንላዕሊ ድማ ኣብነት ናይ ከመይ ጌርካ ንብድሆታት ትገጥም፣ ከመይ ጌርካ ንቕሓት ትረክብን ከመይ ጌርካ ብሰላምን ፍቕርን ንቕሓትን ዝተመልአ ህይወት ትነብርን እዩ ነቢርዋ። ህይወትን ትምህርትታትን ቡድሃ ንሚልዮናት መነቓቕሕን መበራትዕን ምኽንያት ክኾኖም ክኢሉ እዩ። ትምህርትታቱ ክሳብ'ዚ ሕጂ እዋን ብሰፊሑ ክትግበር ይረአ ኣሎ። ክቡራት ተኸታተልቲ ቡፌሪ ንሎሚ ሒዘልኩም ቀሪበ ዝነበርኩ ታሪኽ ሓቀኛ ታሪኽ ቡድሃ ኣብዚ ይፍጸም። ጽባሕ ብኻልእ ትሕዝቶ ክንራኸብ ኢና። ክሳብ ሽዑ ድማ ኣብ ዘለኹሞ ሰላም፣ ጥዕና፣ ቅሳነት እናተመነኹ ሰናበተኩም።